እዚ ነገር እዚ ሼር ክንገብር ቃሉ ከነካፈል እግዚኣብሔር ዝረደኣና ንሱ እዩ እሞ ስሙ ብነገር ኩሉ ዝተባረኸ ይኹን ብሓቂ ኣዒንትና ክሪኣ ኣዒንትና ዝኸፈተ እግዚኣብሔር ኣእዛንና ክሰምዓ ኣእዛንና ዝኸፈተ ኣንደበትና እውን ቃሉ ክንዛረብ ቁም ነገር ክንዛረብ ዝኸፈተልና ኣምላኽ እሞ ስሙ ዝተመስገነ ይኹን ክትዛረብ ስለ ዝደለኻ ኣይትዛረብን ኢኻ ክትርኢ ስለ ዝደለኻ ውን ኣይትርእን ኢኻ፣ ክትሰምዕ ስለ ዝደለኻ ውን ኣይትሰምዕን ኢኻ፣ ነዚ ኹሉ ዝገብር ግና እግዚኣብሄር እዩ እሞ ስሙ ብነገር ኩሉ ዝተመስገነ ይኹን። ሎሚ ሓምሻይ ክፋል መቐጸልታ ናይቲ ዝሓለፈ ጀሚርናዮ ዝነበርና ኣይትፍራህ ወይ ኣይትፍርሂ ዝብል መልእኽቲ እዩ ክኸውን። ብሓቂ እግዚኣብሄር በዚ መልእኽቲ ይሰርሕ ከም ዘሎ፣ ሚእቲ ካብ ሚእቲ ርጉጽነት ኣለኒ ምኽንያቱ እግዚኣብሔር ንሓደ ነገር ክትገብሮ ከም ዘለካ ምሕጽንታ እንተ ደኣ ኣቕሪቡ ወይ ግበሮ እንተ ደኣ ኢሉ ስራሕ ስለ ዘለዎ እዩ እግዚኣብሔር ክሰርሕ ክደሊ ኩሉ ብብዙሓት እናሓሰበ ዘይኮነ ስለ ሓንቲ ነፍሲ ስለ ሓንቲ ነፍሲ ይግደስ ስለ ሓንቲ ነፍሲ እናሓሰበ እዩ እግዚኣብሔር ተስዓን ትሽዓተን ኣባጊዕ ምስኡ እንከለዋ ስለታ ሓንቲ ዝጠፍአት መበል ሚእቲ ኣንሳ ስለዛ ሓንቲ ዝጠፈኣት ንዓኣ ክደሊ እዩ ተመሊሱ ትስዓን ትስዓን ትሽዓተን ዝበዝሕ ኣለኒ ኣይበለን ስለታ ሓንቲ ነፍሲ ግን እግዚኣብሔር ግዲ ኣለዎ ስሌኻ ግዲ ኣለዎ ስሌኺ ግዲ ኣለዎ ኣብ ትሕቲ ዝኾነ ይኹን ኩነታት ተጽዕኖ ናይ ፍርሂ ኣባኻ ክገዝእ ፍርሂ ኣባኻ ክስልጥን እግዚኣብሔር ብመሰረቱ ኣይደልን እዩ ምክንያቱ የሱስ ክርስቶስ ዝኸፈለልካ ዋጋ ካብ ፍርሂ ሓራ ክትወጽእ እምበር ኣብ ትሕቲ ፍርሂ ክትነብር ኣይኮነን። ኣብ ፍርሂ ክትነብር ወይ ተጽዕኖ ናይ ፍርሂ ኣባኻ ይገዝእ ኣሎ እንተ ደኣ ኮይኑ ነቲ ስራሕ ናይ መስቀል ንዑ ዘዋርድ ስለ ዝኾነ እግዚኣብሔር በፍጹም ተኣምራት ኣይቀበሎን እዩ ኣይቀበሎን እዩ ውሉዱ ብዝኾነ ዓይነት ፍርሂ ክሕመስ ተጽዕኖ ናይ ፍርሂ ኣብኡ ክስልጥን ሕይወቱ ብስቅዓት ክሕመስ ኣይደልን እግዚኣብሔር ንኸናግፈካ ንኸናግፈኪ ግን ኩሉ ግዜ እግዚኣብሔር ብዝተፈላለዩ ባሮቱ ገይሩ ናይ ቃሉ ምግላፅ እንዳለቐቐ እዩ። ሎሚ ድማ ኣምላኽ ዝተመስገነ ይኹን ልክዕ ከምቶም ካልኦት ብድኻሞም ሓሊፉ እግዚኣብሔር ዝጥቀም ንዓይ እውን ሃሌሉያ ብድኻመይ ሓሊፉ ስሙ ከግንን ክብሩ ክገልፅ እግዚኣብሔር ስለዝረድኣኒ ንኣምላኽ ክብሪ ሂቦት ዝምካሕሲ ብእግዚኣብሔር ይመካሕ ኢሉ ሃሌሉያ ደስ ዝብለኒ ቃል ኣሎ ናይ ቆሮንጦስ ከንብቦ እየ እንታይ እዩ ዝብል ኣብ ቀዳማይ ቆሮንጦስ ምዕራፍ ዕስራን ሸሞንተን ክሳብ ሰላሳን ሓደን ደሎስ እንታይ ኢሉ ስጋ ዘበለ ኣብ ቅድሚ ኣምላኽ ምእንቲ ከይምካሕውን ኣምላኽ ነቲ ኣነ ገለየ ዝብል ከንቱ ምእንቲ ክገብር ነቲ ብዓለም ሕሱርን ንዑቕን ገለ ዘይኮነ ሓረየ ንመን ንዓይ ንኣኻ ግናኸ እቲ ጽሑፍ ዝምካሕ ብእግዚኣብሔር ይመካሕ ዝብሎ ምእንቲ ክፍጸም ንስኻትኩም ካብኡ ኣብቲ ካብ ኣምላኽ ንጥበብን ጽድቅን ምቕዳስን ምድሓን ዝኾነና የሱስ ክርስቶስ ኢኹም ብሓቂ ኩሉ ካብኡን ብእኡን ንኡን ዝኾነና ካብ የሱስ ክርስቶስ እዩ እሞ ኣፍና እንተኸፈትና ንሱ ኣባና ኮይኑ እዩ ዝዛረብ። ብጉልበት ደው እንተበልና ንሱ ኣባና ኮይኑ እዩ ዝዓይ እሞ ንየሱስ ክርስቶስ ሃሌሉያ ክብሪ ይኹኖ። ኣብ ዝሓለፈ ክንቅጽል ናብቲ መልእኽትና ኣብ ዝሓለፈ እንታይ ኢልና ነይርና? እግዚኣብሔር ኣምላኽ ዝተመስገነ ይኹን። ልክዕ ከምቲ ንኣዳምን ሄዋንን ኣብ ገነት ኤደን እንከለዉ ሓደ ትእዛዝ ዝኣዘዞም ንሱ ድማ ካብ ኩሉ ኦም ክበልዑ ካብታ ጽቡቕን ክፉእን እተፍልጥ ኦም ግና ንኸይበልዑ ዝኣዞም ኣብዚ ሕጂ ግዜ ኣብ ሓድሽ ኪዳን ንዘለና ኣመንቲ ማለት እቶም ብየሱስ ክርስቶስ ኣሚንና ዝደሓንና ንየሱስ ክርስቶስ ከም ናይ ግሊ መድሓንና ዝተቀበልና ዳግም ዝተወለድና ሰባት ኣምላኽ ካብ ነፍሲ ወከፍና ዝጠልቦ ዓይነት ሂወት ኣሎ ወይ ቅዲ ሂወት ኣሎ ሰማይ ዝጠልቦ ሂወት ኣምላኽ ስፐሲፊካሊ ወይ ብንጹር ዝእዝዘና ሓደ ትእዛዝ ኣለዎ ነዚ ትእዛዝ ብምፍላጥና ሃሌሉያ! በዚ ትእዛዝ እዚ ተቐይድና ክንከይድ ምኽኣልና ድማ ካብ ፍርሂ ሓራ ይገብረና ኢልና ነይርና። ኣምላኽ ይመስገን! እንታይ እዩ ግን እዚ ትእዛዝ እዚ? ብንጹር ክንፈልጦ ክንክእል ኣለና። እዚ ትእዛዝ እዚ ብምፍላጥና ኢና ኣብቲ ናይ እግዚኣብሔር ዘዳለወልና ወይ ፈጺሙ ዝወድኦ ውሕስነት ክንመላለስ እንኽእል። ኣምላኽ ኩሉ ግዜ ኣይትፍርሁ ዝብለና ገለ ውሕስነት ስለ ዘዳልወልና ኢና ኢልና ኔርና። እዚ ውሕስነት'ዚ ድማ ብፍልጠት ኣቢልና ኢና ንኣትዎ። ኣብ ዝሓለፈ ምስቲ ፍቓድና ኣተኣሳሲርና ኢና ነዚ ሓሳብ'ዚ ርኢናዮ። ግቡእ ኣጠቓቕማ ናይቲ ዝሃበና ነጻ ፍቓድ ክህልወና መታን ብፍልጠት ኣቢልና ኢና ናብዚ ውሕስነት'ዚ ንኣቱ። ኣብ ህይወትና ሓደ ዝኾነ ዓቢ ነገር ኣሎ። ንየሱስ ክርስቶስ ከም ናይ ግሊ መድሓኒና ምስ ተቐበልናዮ፣ ካብ ስልጣን ጸልማት ወጺእና ናብቲ መንግስቲ ፍቁር ወዲ ኣምላኽ የሱስ ክርስቶስ ኣቲና ኢና። ኣብ መስርሕ ኣይኮነን፣ ኣቲና ኢና። ካብ መንግስቲ ጸልማት፣ ካብ ተጽዕኖ ናይ ጸልማት፣ ካብ ዝኾነ ዓይነት ጽልዋ ናይ ጸልማት ወጺእና ድሮ ኣብ መንግስቲ ኣምላኽ ኣቲና ኢና። ካብ ጸልማት ወጺእና ኣብ ዘገርም ብርሃን ኣቲና ኢና። ስለምንታይ እዩ ደኣ ናይ ፍርሂ ጕልበት ኣባና ዝዓዪ? ስለምንታይ ብዙሕ ነገራት ናይ ህይወትና ብዓይኒ ስግኣት እንርእዮ? ከምቲ ኣብቲ መጀመርታ እንበሃሎ ዝነበርና፣ ክንምርዓው ክንብል ስግኣት፣ ምስ ተመርዓኻ ስግኣት፣ ከይትፋታሕ ስግኣት፣ ስራሕ እንተ በልካ ከይትስጕግ ስግኣት፣ ብዛዕባ ጥዕናኻ ክትሓስብ እንከለኻ ከይትሓምም ስግኣት፣ ኣብ ዝዀነ ዓይነት ውሳኔ ክትውስን ነግፈረግ ትብል። ስግኣት ኣለካ ውሽጥኻ ገለ እንተገበርኩ ፌል ዶ ይገብር ይኸውን ይወድቕ ዶ ይኸውን ይኸስር ዝብሉ ዝተፈላለዩ ዓይነት ስግኣታት ኢንሰኪዩሪቲ ማለት ዘይውሑስነት ወይ ዘይተኣማምነት ኣብ ውሽጥኻ ይገዝእ ፍሪ ከምዚ ዓይነት ኢንሰኪዩሪቲ የምጻልካ እዚ ክኸውን ኣይግብኦን እዩ ተሰጋጊርና ከነብቅዕ ስለምንታይ ዝኸውን ዘሉ እንተድኣ ኢልና Lack of knowledge ፍልጠት ስለ ዘይብልና ወይ ዋሕዲ ፍልጠት ስለ ዘለና እዩ። ኣብ ሆሴእ ምዕራፍ ኣርባዕተ ፍቕዲ ሽዱሽተስ ክዛረብ ከሎ እንታይ ኢሉ ህዝበይ ግና ሰኣን ፍልጠት ይጠፍእ ክትጠፍእ ናይ እግዚኣብሔር ፍቓድ ኣይኮነን ብፍርሂ ክትሕመስ ህይወትካ ብስግኣት ክትምላእ ኢንሰኪዩሪቲ ኣብ ህይወትካ ክህሉ ዘይውሑስነት ክስምዓካ ኣብ ውሽጥኻ ናይ ፍርሂ ነገር ሰንስ ክትገብርሲ እግዚኣብሔር ስለ ዝፈቐዶ ዘይኮነ ዋሕዲ ፍልጠት ስለ ዘለካ እዩ። እንታይ ኸትገብር ከም ዚግብኣካ ስለ ዘይተረድኣካ፣ ነጻ ፍቓድካ ግቡእ ኣጠቓቕማ ስለ ዘይትገብረሉ፣ ኵሉ ግዜ እናዓሎኻ ትነብር፣ ናይ ፍርሂ ሓይሊ ድማ ኣባኻ እናሰልጠነ፣ ኣብ ዝዀነ ዓይነት ጕዕዞ ናይ ህይወትካ ስግኣት እናእተወ፣ ስግኣት እናሸመመካ ይኸይድ። ብንጹር ክንፈልጦምን ክንክእል ኣለና እግዚኣብሔር ካባና ዝጠልቦ ነገር እንታይ እዩ ሃሌሉያ ነዚ ምፍላጥ እዚ ድማ ካብ ፍርሂ ወይ ካብ ስቃት ሓራ ይገብረና ኩሉ ግዜ ካብ ስቃት ወይ ካብ ፍርሂ ሓራ እንወጸሉ መገዲ ነቲ ፍቃድ ኣምላኽ ንሓሳብ ኣምላኽ ንምኽሪ ኣምላኽ ንዕላማ ኣምላኽ ፈሊጥካ ከም ፍቃዱ ከም ሓሳቡ፣ ከም ዕላምኡ፣ ከም መደቡ ክትመላለስ ምስ ጀመርካ እዩ። ሃሌ ሉያ! ልክዕ ከምቲ ኣብ ብሉይ ኪዳን እዚ ሞሳይክ እንብሎ ወይ ብሙሴ ዝመጸ ሕጊ እስራኤላውያን ክሕልዎ ዝጥለቡ ዝነበሩ ኣብዚ ሕጂ ግዜ ድማ ኣምላኽ ዝጠልቦ ሓደ ትእዛዝ ኣሎ። እስኪ ኣብ ወንጌል ዮውሃንስ ምዕራፍ ዓሰርተ ሰለስተ ፍቅዲ ሰላሳን ሰለስተን ካብ ሰላሳን ሓሙሽተን ከነንብቦ ኢና ኣምላኽ ዝተመስገነ ይኹን ወንጌል የውሃንስ ምዕራፍ ዓሰርተ ሰለስተ ካብ ሰላሳን ሰለስተን ክሳብ ሰላሳን ሓሙሽተን እንታይ ዝብል ኣሎ ኣብኡ ደቀየ ገና ቅሩብ ግዜ ምሳኻትኩም እየ ክትደልዩኒ ኢኹም ከምቲ ንኣይሁድ ናብቲ ኣነ ዝኸዶ ንስኻትኩም ክትምጹ ኣይከኣለኩምን እዩ ዝበልክዎም ንኣኻትኩም ሕጂ እብለኩም ኣለኹ እዚ የሱስ ክርስቶስ ዝበሎም እዩ ነቶም ሓዋርያት ንሓድሕድኩም ኢልዎም ክትፋቐሩ ከምቲ ኣነ ዘፍቀርኩኹም፣ ከምኡ ገይርኩም ከኣ ንሓድሕድኩም ክትፋቐሩ፣ ሓድሽ ትእዛዝ እህበኩም ኣለኹ። My Lord! ንሓድሕድኩም ክትፋቐሩ ኢሉ። ከምቲ ኣነ ዘፍቀርኩኹም፣ ከምኡ ገይርኩም ከኣ ንሓድሕድኩም ክትፋቐሩ፣ ሓድሽ ትእዛዝ እህበኩም ኣለኹ። ነንሓድሕድኩም ፍቕሪ እንተላትኩም፣ በዚ ደቀ መዛሙርተይ ምዃንኩም ኩሉ ክፈልጥ እዩ ዘገርም ነገር እዩ ከምቲ ኣነ ዘፍቀርክኹም ሃሌ ሉያ ከምቲ ኣነ ዘፍቀርክኹም ከምኡ ክብሎም ከሎ ቐጥታ ንሳቶም ኣብ ኣእምርኦም ዝመጽእ ሓሳብ ብኸመይ ዓይነት ፍቕሪ ከም ዘፍቀሮም ይፈልጡ እዮም ኣብ ድኻሞም ከም ዘፍቀሮም ኣብ ምውልዋሎም ከም ዘፍቀሮም ኣብ ምውዳቖም ከም ዘፍቀሮም፣ ክፉኡ እናሓሰቡ፣ ሞቱ እናተመነየ እንከሎ፣ ኣሕሊፉ ክህቦ ከም ዝኽእል ይሁዳ እናፈለጠ፣ ኣፍቂሩ የእጋሩ ክሓጽቦ ከማን ድሕር ዘይበለ የሱስ ክርስቶስ፣ ብኸምዚ ዓይነት ፍቕሪ ከም ዘፍቀሮም እዩ ዝነግሮም ዘሎ። በዚ ፍቕሪ እዚ ኽማ ንሓድሕድኩም ተፋቐሩ ይብሎም። ሓድሽ ትእዛዝ ድማ ሂበኩም ይብሎም። ኣምላኽ ዝተመስገነ ይኹን። ክንቅጽል ኢና። ኣብ ሮሜ ምዕራፍ ዓሰርተ ሰለስተ ካብ ሻምናይ ፍቅዲ ክሳብ ዓሰርተ ድማ ከነንብቦ ኢና ሃሌሉያ ኣብ ሮሜ ምዕራፍ ዓሰርተ ሰለስተ ካብ ፍቅዲ ሸሞንተ ክሳብ ዓሰርተ ዘሎ ድማ እንታይ ኢሉ እቲ ንብጻዩ ዘፍቅር ንሕጊ ፈጺሞ እዩ እሞ እታ ንሓድሕድኩም ምፍቃር እንተዘይኮይና ንገለ እኳ ዕዳ ኣይሃልኹም እዚ ኣይትዘሙ ኣይትቕተል ኣይትስረቕ ብሓሶት ኣይትመስክር ኣይትመነ እተባህለ ካልእ ትእዛዝ እውን እንተኾነ በዚ ንብጻይካ ከም ነፍስኻ ኣፍቅሮ ዝብል ቃል ክቱት እዩ my lord እዚ ኩሉ ትእዛዝ ኣይትስረቕ ኣይትዘሙ ኣይትዓምጽ ኣይትቕተል ዝብል ብምሉኡ ኣብ ምንታይ ዝኽተት ወይ ኣብ ምንታይ ዝጥቕለል በቲ ንብጻይካ ከም ነፍስኻ ኣፍቅር ዝብል ንፍቅሪ ሶሪ ፍቅሪ ንብጻያ እከይ ኣይትገብርዎን እያ እምበኣርሲ ፍቅሪ መደምደምታ ሕጊ እዩ እቲ ኣብ ብሉይ ኪዳን እዚ እዚ እዚ ኣይትግበሩ ተባሂሎም ዝእዘዝዎ ዝነበሩ ትእዛዛት እዚ ብምሉኡ ተጠቀሊሉ ኣብ ሓድሽ ኪዳን ግን ኣብ ምንታይ ፓኬጅ መጽዩ ኣብ ንብጻይካ ከም ነብስካ ኣፍቅር ዝብል ሃሌሉያ ኣብቲ ከምቲ ኣምላኽ ዘፍቀረካ ንብጻይካ ኣፍቅር ዝብል የሱስ ክርስቶስ ከምኡ ኢልዎም ከምቲ ኣነ ዘፍቀርኩኹም ንሓድሕድኩም ተፋቐሩ ዝበሎም ዓቢ ዝጥቕለል ማለት እዩ ሃሌሉያ ፍቕሪ ድማ ንብጻያ እንታይ ኣይትገብሮን እያ ኢሉ እከይ ኣይትገብሮን እያ ኣብ ፍቕሪ ትመላለስ እንተደኣ ኮይንካ ነቲ ኣይትዘሙ ዝብል ኣይትቕተል ዝብል ቤት ብጻይካ ኣይትመነ ንብረቱ ኣይትመነ ዝብል ብምሉኡ ጠቐሊላ ፍቕሪ ተግህዶ እያ ማኒፈስት ትገብሮ እያ ሃሌሉያ ክንቅጽል ኢና ሃሌሉያ ኣብ ቀዳማይ ጢሜጦስ ቀዳማይ ምዕራፍ ፍቅዲ ሓሙሽተ ውን እንታይ ኢሉ ኣሎ ኣብ ቀዳማይ ጢሜጦስ ቀዳማይ ምዕራፍ ፍቅዲ ሓሙሽተ እታ መደምደምታ ትእዛዝ ግና ፍቅሪ ካብ ንጹህ ልቢ ካብ ሰናይ ሕልና ካብ ልግሚ ዘይብላ እምነት እያ እታ መደምደምታ ትእዛዝ ፍቕሪ ካብ ንጹህ ልቢ፣ ካብ ሰናይ ሕልና፣ ካብ ልግሚ ዘይብላ እምነት እያ። ብንጹር እንታይ እዩ ዝብለና ዘሎ ኣብዚ ሓድሽ ኪዳን ንዘለና ኣመንቲ ካባና ዝጠለብ ህይወት ከምቲ ኣምላኽ ዘፍቀረና ከምኡ ድማ ከነፍቅር እዩ። እዚ ትእዛዝ እዚ እዚ ካባና ዝጥለብ ህይወት እንተደኣ እንተዘይሓሊናዮ ወይ ቫይለት እንተደኣ ጌርናዮ ወይ እንተደኣ ጥሒስናዮ፣ ኩሉ ግዜ ፍርሂ ኣብ ሂወትና ክመጽእ ናይ ግድን እዩ ሓይሊ ፍርሂ ኣብ ሂወትካ ክዓይ ናይ ግድን እዩ ምስቲ ናይ ኣዳምን ሄዋን ኣተሓሒዝና ኢና ንዛረብ ዘለና ካብታ ኣይትብልዕዋ ዝተባህሉ ኦም ምስ በልዑ ወይ ነታ ኣይትብላዕ ዝብል ትእዛዝ ንዓኣ ምስ ጠሓስዋ ፍርሂ ኣብ ሂወቶም ክኣቲ ከሎ ኣብ ዝሓለፈ ተዘራሪብና ኣለና ብልክዕ ደማ ኣብዚ ሕጂ ግዜ እዚ ወላ እኳ ካብ መንግስቲ ጸልማት ናብ መንግስቲ እግዚኣብሔር ኣቲና እንተ ኾንና እዚ ውሕስነት እዚ ግብራዊ ክኸውን እንተደኣ ኮይኑ ግን ናይ ፍቕሪ ሕይወት ክህልወና ይጠልብ እግዚኣብሔር ከምቲ ንሱ ዘፍቀረና ንሕና ድማ ከነፍቅር ንጽዋዕ ሃሌሉያ ኣብ ቀዳማይ ዮውሃንስ ምዕራፍ ኣርባዕተ ድማ ክንርኢ ንኣምላኽ ዝተመስገነ ይኹን ኣብ ቀዳማይ ዮውሃንስ ምዕራፍ ኣርባዕተ ካብቲ ፍቕዲ ዓሰርተ ኣርባዕተ ክሳብ ፍቕዲ ዕስራን ሓደን ዘሎ ከነንብቦ ኢና። እንታይ ይብል? እቲ ኣቦ ንወዱ ምድሓን ዓለም ክኸውን ከም ዝለኣኾ ንሕና ርኢና ንምስክር እውን ኣለና። የሱስ ወዲ ኣምላኽ ምዃኑ ዝኣምን ኢሉ። ሃሌሉያ! ሓደ ክራይተርያ፣ ሓደ ረቛሒ ኣቐሚጡ ኣሎ። የሱስ ወዲ ኣምላኽ ምዃኑ ዝኣምን ኣምላኽ ኣብኡ ይነብር ንሱ ውን ኣብ ኣምላኽ ይነብር። ብዛዕባ እዚ ነገር ቀጺልና ጽቡቕ ጌርና ክንዛረብ ኢና እንታይ ማለት ምዃኑ። ንሕና ውን ነታ ኣምላኽ ኣባና ዘላቶ ፍቕሪ ፈሊጥናያ ኣሚንናያን ኣሎና። ኣሚንናያ rely ማለት እዩ ወይ ተጸጊዕናያ ተሞርኪስናያ ጸግዒ ኮይናትና ኣላ። ኣየነይቲ? እታ ፍቕሪ ኣምላኽ ሃሌሉያ። ኣምላኽ ኢሉ ሽዑ ፍቅሪ ዩ ማይ ሎርድ ኣምላኽ መንነቱ ፍቅሪ ዩ ኣምላኽ ፍቅሪ ዩ እቲ ኣብ ፍቅሪ ዝነብር ከኣ ኣብ ኣምላኽ ይነብር ኣምላኽ ውን ኣብኡ ይነብር ብዛዕባ እዚ ውን ጽቡቅ ጌርና ክንዛረብ ኢና ቀጺልና ከምቲ ንሱ ዘለዎ ከምኡ ውን ንሕና ኣብዛ ዓለም እዚኣ ኢና ዘለና እሞ ብመዓልቲ ፍርድስ ትብዓት ምእንቲ ክህልወና በዚ እታ ፍቅሪ ኣባና እንታይ ገበረት ኢሉ ተፈጸመት ተፈጺማ እታ ናይ እግዚኣብሔር ፍቅሪ ብሕጂ ኣይኮነትን ትፍጸም ኦረዲ ተፈጺማ እታ ውሕስነትና ዝኾነት ፍቅሪ ናይ እግዚኣብሔር ኣቦ ተፈጺማ ውድእት እያ ብወገን ኣምላኽ ሃሌሉያ ካባና ዝድለ ግን ፍልጠት ግን ከገድሰና እዩ ኣምላኽ ዝተመስገነ ይኹን ፍርሃትሲ ኢሉ ሽዑ ቀጺሉ ምስ ዝሓሳብና ዝተኣሳሰር ቃል ኣብዚ እዩ ዘሎ ፍርሃትሲ ስቃይ እያ እተምጽእ እቲ ዝፈርህ ከኣ ብፍቅሪ ፍጹም ኣይኮነን እታ ፍጽምቲ ፍቅሪ ንፍርሃት ተባርራ ደኣ እምበር ኣብታ ፍቅርስ ፍርሃት የለን ዎው ሃሌሉያ ኣብታ ፍቅሪ እንታይ የለን ኢልዋ ፍርሃት የለን ክሉ ግዜ ክርድኣና ዘለዎ ሓቂ ናይ ፍርሂ ሓይሊ ኣብ ሂወትና ይስልጥን ኣሎ እንተ ደኣ ኮይኑ እዛ ፍቅሪ ትበሃል እዛ ዝተፈጸመት ፍቅሪ ናይ ኣምላኽ ኣብ ሂወትና ግብራዊት ኣይኮነትን ኣይተጋህደትን ግብራዊት ክትከውን እትኽእል ብፍልጠት ጥራይ እያ ክብሪ ንኣምላኽ ብፍልጠት ብፍልጠት ምስ ዓቤኻ ብዛዕባ እዚኣ ፍቕሪ ዘለካ ፍልጠት ዑምቀት ምስ ሓዝካ ምንውሑ ምስሓፉ ምስፍሑ ብኹሉ ዳይሜንሽን ነዛ ፍቕሪ እዚኣ እናተረዳእካያ ክትዓቢ እንኮለኻ ብፍልጠት ናይዛ ፍቕሪ እዚኣ ክትዓቢ ምስ ጀመርካ ግን ናይ ፍርሂ ሓይሊ ካባኻ ልክዕ ከምዚ ማይ ዝብተን ወይ ትኪ ዝብተን ናይ ፍርሂ ሓይሊ ካባኻ እናተበተነ እዩ ዝኸይድ እታ ሓንቲ ክራይተርያ ግን ሃሌሉያ ፍቅሪ ጥራይ ንፍርሂ ካብ ሂወትካ ከተህድሞ እትክእል ንፍርሂ ካብ ሂወትካ ክበንን እትገብሮ ብዛዕባ ዝተፈላለየ ዓይነት ብቀጥታ ኮነ ብተዘዋዋሪ ምሳካ ዝተሓሓዝ ፍርሂ ካባካ ክሃድም ዝክእል ነዛ ፍቅሪ ኣምላክ እዚኣ ብልክዕ ምስ እትርዳኣ በቲ ዝተፈቀርካዮ ፍቅሪ ድማ ንካልኦት ከተፍቅር ምስ እትጅምር ጥራይ ኣምላክ ዝተመስገነ ይኩን ቀጺሉ ካብቲ ፍቅዲ ዓሰርተ ትሽዓተ ክንቅጽል ኢና ንሱ ቅድም ኣፍቂርና እዩ እሞ ንሕና ውን ነፍቅር ኢና ዎው ንሱ ቅድም ኣፍቂርናዩ ንሕና ውን ነፍቅር ኢና ከም ዝተፈቀርካ ከይፈለጥካ ከተፍቅር ኣይትክእልን ኢካ ከይተፈቀርካ ውን ከተፍቅር ኣይትክእልን ኢካ እታ ሓቀኛ ጀኒዊን ዝኮነት ፍቅሪ ኣምላክ እታ ኣንኮንድሽናል ዝኮነት ብኩነታት ዘይትጽሎ ፍቅሪ ኣብ ሂወትካ ተጋሂዳ በዚ ፍቅሪ እዚ ከተፍቅር ንካልኦት ክትክእል እንተ ኮይንካ መጀመርታ እዛ ፍቅሪ እዚኣታ ካብ ላዕሊ ናባካ ትመጽእ ፍቅሪ እታ ቨርቲካል ዝኾነት እታ ትኹል ዝኾነት ፍቕሪ ካብ ሰማይ እትልቀቕ ፍቕሪ ነዛ ፍቕሪ እዚኣ ክትርዳእ ክትክእል ኣለካ ደሓር ሆሪዘንታሊ ንጋድም ንምጻይካ ከተፍቅር ቀሊል እዩ ዝኾነልካ ማይ ጉድነስ ነቲ ዝረኣዩ ሓዊ ዘየፍቅሮ ሲዱ ነቲ ዘይረኣዩ ኣምላኽ ከፍቅሮ ኣይክእልን እዩ እሞ ንሓዊ እናጸልእስ ንኣምላኽ ኣፍቅሮ እየ ዝብል እንተሎ ንሱ ብጉድ ብጉድ ማለት እዩ ሓሳዊ እዩ ዝብሎ ቃል ኣምላኽ እቲ ንኣምላኽ ዜፍቅር ንሓዉ ድማ የፍቅሮ ደኣ፣ እዚ ትእዛዝ እዚ እዩ፣ ካብኡ እተቐበልናዮ። ዮሃንስ እዩ ዝጽሕፎ ዘሎ ነዚ መልእኽቲ እዚ። ዮሃንስ ብዙሕ ግዜ ናይ ፍቕሪ ሃዋርያ ኢሎም ዝጽውዕዎ። መልእኽታቱ እንተ ርኢናዮ ብዛዕባ ፍቕሪ እዩ ዝዛረብ። እታ ሓዊ ዝተቐበልናያ ኢሉ፣ ካብ የሱስ ክርስቶስ ዝተቐበልናያ ፍቕሪ እዚኣ እያ። ሃሌሉያ! ብዝተፈቐርካዮ ፍቕሪ ንብጻይካ ከተፍቅሮ ምኽኣል። ዋው ማይ ግድነስ ኣምላኽ ብነገር ክሉ ዝተመሰል ዝተመስገነ ይኹን። ኣምላኽ ንኹሉ እዩ ፍቕሪ። ኣብ ኣምላኽ ሌላን ጉሌላን ዝበሃል የለን። ኣምላኽ ከፍቅር እንከሎ ንሓደ ግሩፕ ፈሊዩ ኣይኮነን ዘፍቅር። ንሓደ ሴክት ወይ ንሓደ ሴክሽን፣ ንሓደ ዓሌት ወይ ንኣመንቲ ጥራይ፣ ነቶም ብጎይታ ብየሱስ ክርስቶስ ዝደሓኑ ጥራይ ፈሊዩ ኣይኮነን ዘፍቅር። እግዚኣብሔር ከፍቅር እንከሎ ናይ እግዚኣብሔር ፍቕሪ ብሓፈሻ ኣምላኽ ፍቕሪ እዩ ክንብሎም ከለና ንሓጥኣን የፍቅር፣ ንጻድቃናት የፍቅር፣ ንዓመጽቲ የፍቅር፣ ንቐተልቲ፣ ንሰረቕቲ፣ ንዓመጽቲ፣ ኣብ ዝኾነ ዓይነት ጽፍሒ ናይ ስልጣን ኮይኖም ንሰብ ዘሳድዱ፣ ንሰብ ዝጭኩኑ፣ ብኽፍኣት ዝፍለጡ ኣዝዮም ኖቶርዮስ ዝኾኑ፣ ኣዝዮም ብኽፍኣት ዝፍለጡ፣ ስሞም ክጽዋዕ ከሎ ብምሉእ ግብሮም ኣብ ቅድሚ ዓይንኻ ቅጅል ዝብለካ ሰባት ከይተርፍ እግዚኣብሄር ንዖም እንታይ ፍቕሪ እዩ። ነቶም ሆሞሴክሹዋል ኣዚና ንኽዕቦ፣ ንግብሮም ኣዚና ንፍንፍኖ፣ ወላ ክንሪኦም ከሎና ዘስካሕኩሑና፣ ኣወዳት ከም ኣዋልድ ኮይኖም ኣክት ክገብሩ እንከለዉ፣ ኣዋልድ ከም ኣወዳት ኮይነን ኣክት ክገብራ እንከለዋ፣ ነዚኦም ከይተረፈ እግዚኣብሔር የፍቅሮም እዩ። ናይ እግዚኣብሔር ፍቅሪ ደረት የብሉን ብሓቂ። ዘገርም እዩ ናይ እግዚኣብሔር ፍቅሪ። ንኹሉ እግዚኣብሔር ብማዕረ ፍቅሪ እዩ ናይ እግዚኣብሔር ኣዒንቲ። ሃሌሉያ። ኣብ ሉቃስ ሽዱሽተ ሰላሳን ሓሙሽተን ከንብቦ ኢና፣ ሉቃስ ምዕራፍ ሽዱሽተ ሰላሳን ሓሙሽተን፣ ሉቃስ ምዕራፍ ሽዱሽተ ፍቕዲ ሰላሳን ሓሙሽተን እንታይ ኢሉ ኣሎ? ግናኸ ንጸላእትኹም ኣፍቅሩ፣ ጽቡቕ ከኣ ግበሩ፣ ክትፍደዩ ኸይተጸበኹም ኣለቅሑ ኢሉ። እግዚኣብሔር ንዘየመስግኑን ንሕሱማትን ርሑሕ እዩ እሞ ዓስብኹም ብዙሕ ክኸውን እዩ፣ ወለድቲ ልዑል ክትኮኑ ኢኹም ከምቲ ኣቦኹም ርሑሕ ዝኾነ ርሕሩሓት ኩኑ። እግዚኣብሔር ንዘየመስግኖም ንሕሱማትን ንዓቶም ስታይ ኢሎም ርሕሩሕ ኢሉ ኣምላኽ ዝተመስገነ ይኹን። ማቴዎስ ምዕራፍ ሓሙሽተ ፍቅዲ ኣርብዓን ኣርባዕተን እንተነንብብ ኢና ማቴዎስ ምዕራፍ ሓሙሽተ ፍቅዲ ኣርብዓን ኣርባዕተን ድማ እንታይ ኢሉ ኣሎ? ኣነ ግና እብለኩም ኣለኹ ጸላእትኹም ፍተዉ ንዝረግምኹም መርቁ ውሉድቲ ኣብ ሰማይ ዘሎ ኣቦኹም ምእንቲ ኽትኰኑ፣ ንሱ ንኽፉኣትን ንሕያዎትን ጸሓይ የብርቕ፣ ንጻድቃንን ንሓጥኣንን ድማ ዝናም የዝንም እዩ። እሞ ንዚጸልእኹም ጽቡቕ ግበሩ፣ ስለ እቶም ዚጸርፍኹም ሰጉ ኹኑ ጸልዩ። ኣምላኽ ዓቕሚ ኣለዎ፣ ፈላልዩ ንሓጥኣን ንጻድቃን ፈላልዩ፣ ነቶም ሓጥኣን፣ ጸሓይ ክኸልኦም ነቶም ጻድቃን ድማ ንበይኖም ጸሓይ ክህቦም ኣምላኽ ይኽእል እዩ። እግዚኣብሔር ኩሉ ዝኽእል ኣምላኽ እዩ። ንኣምላኽ ጨንቁ ወላ ሓንቲ የብሉን። ዝናም እውን ፈላልዩ ክገብር ከምኡ ይኽእል እዩ። ፕራክቲካል ርኢና ኢና ኣብ ዘመን ጊደውን እግዚኣብሔር እንታይ ከም ዝገበረ ኣብ እስራኤላውያን እውን ኣብ መንጎ ግብፃውያን ኣብ መንጎ እስራኤላውያን እግዚኣብሔር ዓቕሚ ኣለዎ ክገብር ይኽእል እዩ። ነገር ግን እግዚኣብሔር ፈቃር ስለ ዝኾነ ከምኡ ዓይነት ኣፋላላይ የብሉን ንሓጥኣን ንዘየመስገኑ ንጻድቃን ገለ እናበለ እግዚኣብሔር ኣይፋላልን ንኹሉ እግዚኣብሔር ብዓይኒ ፍቅሪ እዩ ዝሪኦ ርሕሩሕ እዩ ድማ በዚ ናይ እግዚኣብሔር ፍቅሪ በዚ ናይ እግዚኣብሔር ኣጠማምታ ኢኻ ድማ ንኻልእ ሰብ ክትጥምት ተጸዊዕካ ነቲ ግብሪ እቲ ክትፍንፍኖ ትኽእል ኢኻ ሓጥኣን ዝገብርዎ ግብሪ ክትጽየኖ ትኽእል ኢኻ ዓመጽቲ ዝገብርዎ ግብሪ ኣዚኻ ክትጽየኖ ትኽእል ኢኻ Practically ነቲ ሰብ እቲ ግን ክትጸልኦ ኣይተጸዋዕካን ክብርን ኣምላኽ ነቲ ሰብ እቲ ርሕሩሕ ክትከውን ኢኻ ግን ተጸዊዕካ ከምቲ ርሕሩሕ ሳምራዊ ኢልና ብዙሕ ግዜ እንጠቕሶ ንዘይፈልጦ ወላ ሓንቲ ምትሕሓዝ ዘይብሉ እሞ ዕዮኡ ዘይኮነ ሰብ ንእግረ መገዱ ንዘይፈልጦ ሰብ ሰናይ ክገብር ንሪኦ በዚ ነገር እዚ ክንፍለጥ እግዚኣብሔር ይደልየና እዩ። በዚ ፍቕሪ እዚ፣ በዚ ናይ ኣምላኽ ፍቕሪ፣ በዛ ኣጋፔያዊት ዝኾነት ፍቕሪ፣ በዚ ፍቕሪ እዚ ንኹሉ ሰብ ከነፍቅሮ፣ ነቶም ሆሞሴክሹዋል ድዮም፣ ነቶም ጌይ ለዝቢያንስ ድዮም፣ ነቶም ሰረቕቲ ዓመጽቲ ድዮም፣ ነዞም ኣብ ዝኾነ ዓይነት ጽፍሒ፣ ኣብ ዝተፈላለየ ዓይነት ኮራፕሽንን ዓመጽን ተዋፊሮም ዘለዉ፣ ነዚኣቶም ከይተረፈ ብዓይኒ ፍቕሪ፣ ብርህራሄ ክትጥምቶም እግዚኣብሄር ይደልየካ እዩ። ሃሌሉያ! ኣብ ማቴዎስ ምዕራፍ ሓሙሽተ ፍቕዲ ኣርብዓን ሽዱሽተንስ እንታይ ኢሉ ኣሎ? ነቶም ዝፈትውኹም እንተፈተኹም እንታይ ዓስቢ ኣለኩም ተገውትን ተገውቲ ከምኡ ዶ ይገብሩ ኣይኮኑን ኢሉ ንዝፈትውኻ ክትፈቱ ንዘፍቅሩኻ ከተፍቅርን ነቶም ሰናይ ዝገብሩልካ ሰናይ ክትገብር ብጣዕሚ ቀሊል እዩ ንዝጸልኡኻ ንዘሳድዱኻ ብዛዕባኻ ክፉእ ዝሓስቡ ንዓኻ ዝሓምዩኻ ውድቀት ናትካ ዝምነዩ ብዛዕባ ናትካ ውድቀት ክሓስቡ ከይደቀሱ ዝሓድሩ ሰባት ነዚኦም ከተፍቅር እንከለኻ ኢኻ ሓቀኛ ፍቕሪ ኣብ ህይወትካ ግብራዊ ዝኸውን። በዚ ፍቕሪ እዚ ከተፍቅር ምስ ጀመርካ ኢኻ ድማ ሓይሊ ፍርሂ ካብ ህይወትካ ዝሃድም። ኣምላኽ ዝተመስገነ ይኹን እዚ ውሕስነት እግዚኣብሔር ንዓይን ንኣኻትኩምን ኣዳልየልና። ነዚ ሓቂ እዚ ክሳዕ ዘይተረዳእናዮ፣ ነዚ ናይ ፍቕሪ ሓይሊ እዚ ክሳዕ ዘይተረዳእናዮ፣ ቁም ነገር ናይ ፍቕሪ ክሳዕ ዘይተረዳእና ግን ናይ ፍርሂ ሓይሊ መናፍስቲ ክሳዕ ዝኾኑ መናፍስቲ ዕድል ረኺቦም ናብ ህይወትና ብዙሕ ነገራትና ዘባላሽው እዮም። ነዚ ናይ እግዚኣብሔር ፍቕሪ እንተዘይተረዲእካዮ፣ ብዕምቀት ምግላጽ ናይ ቃሉ ረኺብካ ናይ እግዚኣብሔር እቲ መዓሙቕ መዓሙቕ ወዳጄ መዓሙቕ ዝበሎ ሃሌሉያ ወዳጄ መዓሙቕ ዝኾነ ናይ እግዚኣብሔር መገዱ ናይ እግዚኣብሔር ፍቕሩ ጥበቡ ፍልጠቱ ክትርድኦ እንተዘይክኢልካ ግን ብጣዕሚ ሓደገኛ እዩ ካብ ፍልጠት እንተድኣ ጎዲልካ ዋሕዲ ፍልጠት ኣለካ እንተድኣ ኮይኑ ጸላኢ ከታልለካ ብቀሊሉ እዩ ዘታልለካ ኢልና እንተሓለፈ ብምትላል ናይ ጸላኢ እናሓሰወ ብዛዕባ ሓዳርካ ይሕስወካ ናይ እግዚኣብሔር ፍቅሪ ስለ ዘይትፈልጥ ግን ናይ እግዚኣብሔር ፍቅሪ ማዕረ ክንደይ ኣብ ሂወትካ ሓያል ምኳና ዓሟቅ ምኳና ስለ ዘይትፈልጥ ግን ብቀሊሉ ትታለል ኣብ ስቅኣት ትኣቱ ኤቭሪቲንግ ነገራትካ ኩሉ ነገራትካ ብዓይኒ ስቅኣት ትሪኦ ፌይል ከይትገብር ኣብ ኩሉ ነገር ስቅኣት ይመጸካ ዲፈንድ ክትገብረሉ ትክእል ዋልታ ናይ እምነት የብልካን ፕሮቴክሽን ዝኮነካ ነገር ሃሌሉያ ዓቅሚ ኣይትድልብን ኢካ ናብዚ ውሕስነት እዚ ክትኣትወሉ ትክእል ሓደ መገዲ ፍልጠት እዩ። ንሱ ድማ ብዛዕባ ፍቕሪ፣ ብዛዕባ እዚ እግዚኣብሔር ካብ ነፍሲ ወከፍና ዝጽበዮ፣ በቲ ዝተፈቀርናዮ ፍቕሪ ከነፍቅር፣ ብእኡ ንኹሉ ሰብ ብሓደ ዓይኒ ክንርእዮ እግዚኣብሔር ይደልየና እዩ። ብዙሕ ግዜ እቲ ዘገርም ነገር ንሰባት ክንጻወሮም እንኽእለሉ ዓቕምና ኣዝዩ ድሩት እዩ፣ limitation፣ ኣለና። ክሳዕ መዓስ እየ ክጻወሮ ንብል። ክሳዕ መዓስ እናበደለኒ ክሳዕ መዓስ እየ ክጸሮ፣ ክሳዕ መዓስ እየ ክሽከሞ፣ ዓቕሚ የብለይን ንብል ኢና ብዙሕ ግዜ። ምኽንያቱ ንዓኻ ብኸመይ ዓይነት ፍቕሪ ኣምላኽ ኣፍቂርካ ኣሎ ስለ ዘይትርድኦ ስለ ዘይትጽብጽቦ ህይወትካ ስለ ዘይትጽብጽብ እዩ እዚ ድማ ኣምላኽ እኮ ንዓኻ ንኣይ እውን ንኣይ ብፍላይ ክብሪ ንኣምላኽ የሱስ ክርስቶስ ጎይታ እዩ ኣነን ኣምላኽ እንፈልጦ ማእለያ ዘይብሉ ድኻም ኣሎ ማንም ሰብ ዘይፈልጦ ነዚ ኩሉ ድኻም ነዚ ኩሉ ኣመላት ግን እግዚኣብሔር ጼርኒ እናኸደ ንኻልእ ሰብ ክጸረሉ ዘይክእል ዘይክእለሉ ምኽንያት እንታይ ኣሎ ልክዕ ውን ንስኻ ከምኡ ንልክዕ ውን ንስኺ ከምኡ እግዚኣብሔር ብብዙሕ ነገር ኣብ መዓልቲ ብሓሳብ ይኹን ብቃል ድዩ ብግብሪ ብዙሕ ነገራት ሚስቴክስ ወይ ጌጋታት እናፈጸምካ እንከለኻ እግዚኣብሔር ጼርካ ሐቁፍካ ፍቅሩ እናለገሰልካ እሽሩር እናበለልካ ሃሌሉያ እናሓንቀቀካ እናኸደ እንከሎ ንኻልእ ከተሐንቅቀሉ ክትጾረሉ ክትሓቅፈሉ ዝይትኽእል እንታይ ምኽንያት ኣለካ የሱስ ክርስቶስ ጎይታ እዪ በዚ ሂወት እዚ ክሳዕ ዘይተመላለስካ ግን ንፍርሂ ብሽም የሱስ ክርስቶስ ኢልካ ገኒሕካዮ ኣይከይድን እዩ ፍርሂ ብፍጹም ኣይከይድን እዩ ፍርሂ ብፍልጠት ጥራይ እዩ ዝናገፍ ካባኻ ብፍልጠት ጥራይ ካባኻ ዝሃድም ነታ ሓቂ ምስ ፈለጥካያ ጥራይ ኢኻ ሓራ ትወጽእ ካብ ፍርሂ ብፍቅሪ ንሓቂ እናሰዓብና ኢሉ ክብሪ ንኣምላኽ ይኹን። You need knowledge of love ብዛዕባ ናይ እግዚኣብሔር ፍቅሪ መዓልታዊ ህይወትካ ብዛዕባ እዚ ከተስተንትን ኣለካ ብቃሉ እግዚኣብሔር ማዕረ ክንደይ ከም ዘፍቅረካ ክትፈልጥ ክትክእል ኣለካ ነዚ ክብሪ እዚ ብርዝረኣካዮ መጠን ኢካ ድማ ልክዕ ናይዚ ክብሪ እዚ ኣባካ ማኒፌስት ዝገብር ነሕዋት ብከምኡ ከተፍቅሮም ትጅምር ነቶም ዝጸልኡካ ብከምኡ ከተፍቅሮም ትጅምር ነቶም ዝዕምጹካ ብከምኡ ከተፍቅሮም ትጅምር ነቶም ሞትካ ዝምነዩ ብዙሕ ዘሳድዱካ ኣብ ኣእምሮካ እናተመላለሱ

ኣፍቀርክዎም ናይ እግዚኣብሔር ምሕረታኦም ይገልጽ ናይ እግዚኣብሔር ፍቅሪ ይጋሃደሎም ምስጢር ኣምላኽ ይቀላዓሎም ንምድሓን ህይወቶም ይቃላዕ ናይ እግዚኣብሔር ምድሓን ይርካቡ ኢልካሲ እዚ ውሽጢ እዚ እዚ መንፈስ እዚ ኣብ ውሽጥኻስ ፕራክቲካሊ ክሰርሕ ክኽእል ኣለዎ ሃሌሉያ ብዙሕ ግዜ ሓጺር መገዲ ኢና ንደሊ ኣቋራጭ ኢና ንደሊ ብቀሊል መገዲ ንፍርሂ ባየሱስ ክርስቶስ ሽም ካብ ሂወተይ ርሓቅ ናይ ፍርሂ መንፈስ ዝገንሓካ ኣሎ ኣብ ሂወተይ ኣብ ሓዳረይ እናተመላለስካ ናይ ፍርሂ ስምዒት ተምጻለይ ተስግኣኒ መንፈስ ብሽም የሱስ ዝገንሓካ ገለቲ ኣይከውንን እየ ኩሉ ግዜ ሓደ ሓቂ ሓደ ሓቂ ክንዛረብ ኢና በዚ ክንውዲእና ኣምላኽ ዝተመስገነ ይኹን ሓደ ምስጢር ክነግረኩም እየ ኣምላኽ ዝተመስገነ ይኹን ፍርሂ ኣብ ውሽጥኻ ክመላለስ እንተደኣ ጀሚሩ ሓደ ሕቶ ንነብስኻ ሕተታ ነፍሰየ ካብ ፍቅሪ ጎዲልኪ ኣለኺ ሕጂ ኢልካ ምለሳ ንነብስኻ ናብቲ ሓቂ ምለሳ ንፍቅሪ ኣምላኽ ብምልኣ ተረድእዮ ኣብ ጸሎት እቶ ጎይታ I need to know your love I need to have the knowledge of your love ካብ መዓልቲ ንመዓልቲ ብዛዕባ ፍቅርኻ ኣምላኽ ን ንስኻ ንደቂ ሰባት ዘለካ ፍቅሪ ኣይ ዘል ንኣይ ዘለካ ፍቅሪ ብዑምቀት ክርድኦ እደሊ ኣለኹ በዚ ዝተፈቀርክዎ መታን ንኻልኦት ከፍቅር ካብ ፍቅሪ ጎዲለ ስለ ዘለኹ እየ ፍርሂ ኣባይ ዝዓዪ ዘሎ እሞ ጎይታ ንፍቅሪ ክፈልጦ ይደሊ ኣለኹ በቲ ዘፍቀርካኒ ፍቅሪ ድማ ንኹሉ ከፍቅር ይደሊ ኣለኹ ኢልካ ንነብስኻ ምዘና ኣብ ገዛእ ርእስና እንተ ንፈርድሲ ኣይምተኾነናን ኢሉ ጳውሎስ ተዛሪቡ ኣሎ ኣብ ቆሮንጦስ ያእ ናባኻ ተመለስ ፍርሂ ኣሎ እንተ ኮይኑ ተመለስ ናብ ውሽጥኻ። ምስ ውሽጥኻ ተዛራረብ ሃሌሉያ ነፍሰይ ካብ ፍቅሪ ጎዲልኪ ኣለኺ ማለት እዩ ናብ ፍቅሪ ተመለሲ ናብዚ ሓቂ እዚ ተመለሲ ኢልካ ንነብስኻ ምለሳ ኣምላኽ ዝተመስገነ ይኹን የሱስ ክርስቶስ ጎይታ እዩ ሃሌሉያ ኣብዚ ክንውድእ ኢና ንሎሚ ኣብ ዝመጽእ ዘሎ እንታይ ኢና ክንርኢ እታ ኣብ ቀዳማይ ዮሃንስ ዘንበብናያ ምዕራፍ ኣርባዕተ ፍቅዲ ዓሰርተ ሽዱሽተ ዘሎ እቲ ኣብ ፍቅሪ ዝነብር ኣብ ኣምላኽ ይነብር ኣምላኽ እውን ኣብኡ ይነብር ዝብል ሓደ ቃል ኣዝዩ ዘገርም ምግላጽ ኣለዎ ብዛዕባ እዚ ኣብ ዝመጽእ ዘሉ ክንዛራረብ ኢና ግዜ እንተ ኣኺልና ድማ ከመይ ጌርና ኢና እነፍቅር ዝብል ሓደ ሲሪስ ዝኾነ ምስጢር ክንዛረብ ኢና ከመይ ጌርና ኢና ነፍቅር ነቶም ዝጸልኡና ከመይ ጌርና ኢና ነፍቅር እናተበደልና ከመይ ጌርና ኢና ነፍቅር ከምቲ ኣምላኽ ዘፍቀረና ከነፍቅርሲ እንታይ እዩ ዘድልየና እንታይ ክግበር ክኽእል ኣለዎ ብወገንና ዝብል ሓደ መልእኽቲ ክንካፈል ኢና። እግዚኣብሔር ኣምላኽ ዝተመስገነ ይኹን ጽን ኢልኩም ስለ ዝሰማዕኩምኒ ኣዝየ ዘመስግነኩም እዚ መልእኽቲ ናብ ብዙሓት ክበጽሕ መታን ሼር ግበርዎ ሃሌሉያ ንኻልእ ብዙሕ ነገራት ከማን ሼር ንገብር ኢና ሰባት ከልመጹሉ ኢልና ኣምላኽ ዝተመስገነ ይኹን ብዙሕ ሰብ ኣብ ፍህሪ ኣብ ፍርሂ ኣብ ሽቅሎታ ይነብር ስለ ዘሎ እዚ መልእኽቲ እዚ ድማ ክጠቅም ስለ ዝኽእል ብርግጽ ድማ ስለ ዝጠቅም ሼር ግበርዎ ኢኹም እግዚኣብሔር ይባርኽኩም ጽን ኢልኩም ግዜኹም ወፊኹም ክትሰምዑ ፍታውኩም ስለ ዝኾነ እግዚኣብሔር ይባርኽኩም thank you so much ንበረኸት ኩኑ ኣብ ዝመጽእ ክፋል የራኽበና ተባረኹ